ሰላም ሰላም ክቡራት ተኸታተልትና ከመይ ቀኒኹም ሰላም ክትኮኑ ተስፋ ገብር ኣብ ዝሓለፈ ቪድዮ ሪከርድ ኣብ ዝገበርኩልኩም ዛዕባ ረንት ቨርሰስ ባይ ወይ ከዓ ተኻሪኻ ምንባር ዶ ወላስ ገዚእካ ምንባር ይሓይሽ ዝብል ብዓይኒ ፋይናንስ ክንሪኦ ከለና ረንት ወይ ከዓ ገዛ ክራይ ዝበፅሉ ሰናርዮ ኩነታት ርኢና ነርና እሳ ሓንቲ ክትከውን ትኽእል እያ ካብ ዓሰርተ ዝተፈላለየ መልክዓት ማለት እዩ ኣብዚ ቻነል ከዓ እቲ ቀንዲ ዕላማና እንታይ እዩ ዝተፈላለየ ዓይነት ፐርስፔክቲቭ ወይ ኣተሓሳስባ ንክህልወና እዩ ንኣብነት ቁፅሪ ትሽዓተ እንተሪኢኹማ ሓንቲ ቁፅሪ ማለት እዩ በቲ ግምጣል ኮይኑ ዝርኣያ ሰብ ሽዱሽተ ኮይና ክትስምዖ ትኽእል እያ። ቁጽሪ ክንደይ እያ ተልኪያ? ሽዱሽተ። ኦኬ ክልቴኹም ኣይተጋገኹምን ኣለኹም፣ ጽቡቕ ኣለኹም። ስለዚ ኣብቲ ናይ ፊድባክ ወይ ኮመንት ትጽሕፍዎ ዝነበርኩም ዝበዛሕኩም ከኣ ኖኖ ገዛ ክራይ ምክራይ ገንዘብ ምጉሓፍ ማለት እዩ። ናተይ ገዛ ከምዚ ገይረ ዝገዛእኩዋ ከምዚ ዓይነት ውጽኢት ኣምጺኣትለይ። ትኽክል እዩ ሪል ስቴት ወይ ገዛ ምውፋር ሓደ ካብቲ ዝበለጸ ፋይናንሳዊ ውሳነታት ትወስደሉ እዩ ብፍላይ ብፍላይ ሓዳር ጌርካ ክትቅመጠሉ ወይ ንቢዝነስ ኢልካ እንተኾይኑ ብዙሓት ጥቕምታት እዩ ዘለዎ ማለት እዩ ሕጂ ኣነ እቲ ፐርስፔክቲቭ ንምሃብ ኢለ እምበር እቲ ሪል ስቴት ከነኣእስ ወይ ከዓ ገዛ ከነኣእስ ኢለ ኮንኩን ስለዚ ኣብ ናይ ሎማዓንቲ ትምህርትና እምበር ንኡ ግምጥል ኣቢልና ሪል ስቴት ስለምንታይ እዩ ሓደ ካብቲ ዝበለፀ ፋይናንሳዊ ውሳነታት ክትወስዶ ትኽእል ዝብል ትምህርቲ ክወሃበና እዩ ንሱ ጥራይ ዘይኮነ ግን ተወሳኺ ምርጫታት ካብ ምፍላጥ ከኣ ጽቡቕ እዩ። ምኽንያቱ ሪል ስቴት ንኣብነት ዓሰርተ ፐርሰንት ጥራይ ንዓመት ዝውስኽ እንተኾይኑ ዓሰርተ ሚእታዊት ሓምሳ ሚእታዊ ዝውስኽ ካልእ ዓይነት ወፍሪ ተሃልዩ ኣየናይ ዝበለጽ ተልካ ንጹር እዩ። ሓምሳ ሚእታዊት ቁጽሪ ስለ ዘይሕሱ ማለት እዩ። ስለዚ እቲ ምርጫታት ናብ ምፍላጥ ምፍላጥ ከኣ ተወሳኺ ጽቡቕ እዩ። ስለዚ እቲ ዘለና ኣማራጺታት ከኣ ተወሳኺ ኣብ መወዳእታ ክህበኩም እየ። ሰናይ ምክትታል። So በዚ ክጅምረልኩም በዚ ቀዳማይ ጥቅሚ ናይ ገዛ ምግዛእ ማለት እዩ እቲ ቀዳማይ እቲ ዝዓበየ ጥቅሚ ናቱ ማለት እዩ ስታቢሊቲን ታንጂቢሊቲን ከም ዘለዎ ሰው ስክሪን ትሪእዎ ትልኹም ኣብዚ ሪል ስቴት ወይ ገዛ ፊዚካል ምዃን ንፈልጦ ኢና ፊዚካል ኣሰቲ ብኢድካ ትሕዞ ኢኻ ትሪኦ ኢኻ ትነብረሉ ኢኻ ማለት እዩ ከም ኣንጻር ናይ በዓል ስቶክ ማርኬት ወይ ክሪፕቶ ካረንሲ እንተኮይኑ ግን ዲጂታል እዩ ኣይንሪኦን ኢና ኣይንሕዞን ኢና ስለዚ ስቴብል ኣይኮነን ወይ ከዓ ታንጂብል ኣይኮነን ማለት እዩ ሕጂ ፒስ ኦፍ ማይንድ ወይ ቅሳነት ዝህበካ እንታይ ተልኩምኒ ቧእ እቲ ትሪኦን እቲ ትሕዞን እዩ እቲ ትድህስሶን እዩ ስለዚ ገዛ እቲ ቀዳማይ ጥቕሚ ናቱ እዩ ብዓይኒ ገንዘብ ፋይናንስ ጥራይ ዘይኮነ እቲ ፒስ ኦፍ ማይንድ ቅሳነት ዝህበካ ንባዕሉ እቲ ዝዓበየ ይገብሮ ማለት እዩ ብኣደ እንዶ ፍደይ ሕጉሳት ንከውና ንነብር ዘለና ኣብዚ ማለት እዩ ስለዚ ሕጉስ ክገብረካ ክእል እዩ ብዓይንኻ ትሪኦ ስሳብ ዘለካ እቲ ሓደ ግን ዲጂታል እዩ ቁፅሪ ጥራይ ኢኻ ትርኢ ስለዚ ማዕረ እዚ ቅሳነት ክህበካ ኣይክእልን እዩ ማለት እዩ እቲ ካልኣይ ሓደ ካብቲ ዝዓበየ ጥቕሚ ናይ ገዛ ምግዛእ እንታይ እዩ? ዓመታዊ ኣፕሪሽየት ይገበር እዩ ጀነራሊ ሪል ስቴት ወይ ገዛ ክንሪኦ ከለና ብዘየገድስ ኣብ ኣፍሪቃ ባይዘወ ኣብ ኣፍሪቃ ዝዓበየ ሪተርን ሃማን ትረኽበሉ ኣብዚ ንነብረሉ ዘለና ምዕራባዊ ሃገራት ኣብ በዓል ኢንግላንድ ካናዳ ዩኤስኤ ስዊዝ ድዩ ወላ ጀርመኒ ብዘየገድስ ግን ዓመታዊ ካብ ክልተ ክሳብ ዓሰርተ ፐርሰንት ኣፕሪሽየት ይገብር ኣፕሪሽየት ይገብር ይኽል ከሎ ከዓ ይውስኽ እዩ ዓመታዊ ኣቨሬጅ ክምቀል ከሎ ማለት ኩሉ ግዜ ማለት ኣይኮነን ምክንያቱ 2008 ኣብ ኣሜሪካ ትካ ገዛውቲ ከባቢ 30 ሚእታዊት ዝጎደለሉ ነይሩ ማለት 100 ሽሕ ዝገዛእ ቅያ 70 ሽሕ ኮይና ክትተርፍ እያ ድሕሪ ሓደ ዓመት ማለት እዩ ኣብ ኢንግላንድ ከዓ ከምኡ ከባቢ 15 ክሳብ 20 ፐርሰንት ዝቐነሰሉ ግዜ ነይሩ ኣቨሬጅ ጌርካ ክትረኽቡ ከለካ ናይ ዝሓለፈ 20 30 ዓመታት ብገምጋም ክትረኽቡ ከለካ ግን ቫልዩ ናቱ ወይ ክብሪ ናቱ ክውስኽ ይዝርእ ማለት ናይ ሪል ስቴት ንሓንቲ ገዛ ብ200 ሽሕ እንተገዚእካ እያ ኣብዚ ንሪኣ ካብ ዘለና ድሕሪ ዓሰርተ ዓመት ሰለስተ ሚእቲ ሽሕ ክትከውን እያ ስለዚ ሚእቲ ሽሕ ከሲብካ ኣለካ ወላ ተሸጥካያ እሞ ከሲብካ ኣለካ በቲ ካልእ ከዓ ክትቅመጠላ ስለ ዝፀናሕካ ዓብ መክሰብ ኮይኑ ኣሎ ማለት እዚ ዓበየ ግን እንታይ እዩ ኣፕሪሽት ትገብር እያ ዓመታዊ ክብሪ ናታ እንዳወሰኸ ይውስኽ ማለት እዩ እቲ ካልኣይ ክበካ ዝኽእል ዝተፈላለየ ዓይነት ኣጋዛዛ እዩ ዘሎ ባይዘወ ብስምካ ጥራይ ዘይኮነ ዋላ ብሊሚትድ ካምፓኒ ጌርካ ዋላ ክትገዝኦ ትኽእል ኢኻ ኣብዚ ዓዲ ሊሚትድ ካምፓኒ ኤልቲዲ ንብሎ ኣብ በዓል ኣሜሪካ LLC፣ ክብልዎ ይኽእሉ እዮም። ብዘየገድስ ዝተፈላለየ ስም ክህልዎ ይኽእል እዩ። እንታይ ንምባል ኢለ'የ ግን፣ ብስምካ ዘይኮነ ብስም ትካል ጌርካ ዋላ ክትገዝኦ ትኽእል ኢኻ። ናይ በይኑ ትካል ጌርካ ማለት እዩ። ሕጂ ካብኡ ዝተረኸበ መኽሰብ ኣብቲ ናይ ታክስ ይኹን ኣብቲ ናይ ካልእ ነገራት ጽቡቕ ኣድቫንተጅ ወይ ጥቕሚ ክህልዎ ይኽእል እዩ። እቲ ዝዓበየ ሬንታል ኢንካም እዩ ወይ ከኣ ን ብምክራይ ጥራይስ ከም ወርሓዊ ካሽ ፍሎ ኣለካ ወይ ኣታዊ ኣለካ ማለት እዩ ንኣብነት ክበኩም እየ ብዝድሓን ንኩሉ ኣብነታት ኣለና ሓንቲ ሞር ክንፅለልና ኢለ ንሓንቲ ገዛ ብሽሕን ሓሙሽተ ሚእትን ተካርያ እንትኾንካ ንወርሒ ንበላ ንወርሒ ሽሕን ሓሙሽተ ሚእትን ወይ ዓሰርተ ሓሙሽተ ሚእቲ ማለት እዩ ድሕሪ ዓመት ክንደያ ትኾነልካ ዘላ ብ ዓሰርተ ክልተ ርብዒ ወሽመ ሓሙሽተ ሚእትን ጠቕላላ ዓሰርተ ሸሞንተ ሽሕ ን ዓመት ኣታዊ ብረንት ጥራይ ብገዛ ክራይ ጥራይ ካሽ ፍሎው ወይ ከኣ ፓሲቭ ኢንካም ትረክብ ኣለኻ ማለት እዩ ስለዚ ሓደ ካብ ጥቕምታቱ እዚ እዩ ወላ ሓንቲ ከይሰራሕካስ ኢማጂን ጀስት ኮፍ ኢልካ እቲ ገዛ ክራይ ጥራይስ ካልእ ሰብ ይኸፍለልካ ኣሎ ማለት እዩ which is great ፅቡቅ ሓደ ካብቲ ቀንዲ ጥቕምታት ናይ ፕሮፐርቲ ወይ ናይ ሪል ስቴት እዩ ካልእ ከምዚ ቀዲመ ክገልፆ ዝፀናሕኩ ብስምካ ዘይኮነ ብስም ካልእ ትካል ወላ ክትከፍቶ ከለካ ይኹን ብዝተፈላለየ መገድታት ታክስ ዲዳክተብሊ ወይ ከኣ ቀረጽ ወይ ግብሪ ከተጉድሎ ትኽእል ኢኻ። ኣነ ብስመይ ንኣብነት ትካል ተገዚኤ ብዛ ዓዲ ገዛ ተገዚኤ ታክስ ወይ ቀረጽ ክኸፍለሉ እየ ኦኬ ናይ ስቶክ ማርኬት ተኸሲበ ክፈላለ ክእል እዩ ቦታ እዩ ብዛ ዓዲ ሕጂ ብዙሕ ትኸፍለሉን ኢኻ ኣሎ ክትጥቀመሉ ትኽእል ኣብ ናይ ታክስ ከጉድለ ክእል እቲ ኢንተረስት እቲ ወለድ ብዙሕ ገንዘብ ኢኻ ትኸፍለሉ ሸውዓተ ሚእታዊ ዝብሎ ዘለኹ ብሊሚትድ ካምፓኒ ብካልእ ትካል ግዜ እቲ ናይ ግብሪ ንዕኡ ዝኸፍሎ ዘለኹ እቲ ኢንተረስት ሬት ከጉድለ ክእል እየ እቲ ናይ ኢንተረስት ሬት ዝኸፍሎ ዘለኹ ደዳክት ክገብሮ ክእል እየ ማለት እዩ ካብቲ ናይ ታክስ ስለዚ እዚ ከዓ ሓደ ካብቲ ጥቕምታት ክህበካ ዝኽእል እዩ ስለዚ ዝተፈላለዩ ዓይነት ኤክስፐንስስ ወፃኢታት ክህልወካ ከሎ ከተጉድሎ ግዜ ይህበካ ክእል ንኣብነት እቲ ሞርገጅ ኢንተረስት ክብለኩም ፀንሐ ክትወለድ ማለት እዩ ፕሮፐርቲ ታክስ ኣለና ክነጉድሎ ንኽእል ኢና ካብኡ ናይ ሜንቴናንስ ኮስት ወይ ናይ መዕረይ ናይ ዝተፈላለዩ ኢልካ ከተብል ከለካ እዚ ኩሉ ካብቲ ናይ መወዳእታ ጠቕላላ ታክስ ዘለዎ ወይ ግብሪ ትከፍለሉ ዝግብኣካ ክትቅንዞ ትኽእል ኢኻ። እዚ ሕጂ በዚ ስለ ዝሃብኩኹም ምሉእ ብምሉእ ርድኢት ትገብሩ ማለት ኣይኮነን። ዝበዝሕ ግዜ ኣካውንታንት ክህልወካ እዩ፣ ዝተፈላለዩ ባዕሎም እዮም ክመርሑኻ ማለት እዩ። ግን ሓፈሻዊ ንእሽተይ ሓበሬታ ትምህርቲ ሒዝካ እንተኺድካዮ ነቲ ኣካውንታንትን ከይሓዝካ ክትከዶ ከለኻን በበይንኡ ሕጂ ክንዲ ዝኣታዊ ተልካ ኦኬ ብኸመይ መገዲ ክትብሎ ክትክእል ኣለካ እምበር ኦኬ ክንዲ ዝኣታዊ ኣሎኒ ጽቡቕ ኢልካ ትኸይድ ኮይንካ እኹል ኣይኮን ማለት ስለዚ ኣብዚ ቻነል ዝህበኩም ዘለኹ ኣነ ከዓ ምሉእ ብምሉእ ከም ኣድቫይስ ከም ምኽሪ ክትጥቀምሉ ዘይኮነ ግን እቲ ኣፖርቲኒቲ እቲ ዕድላት እቲ ፐርስፐክቲቭ ንምትሓዝ ንምሃብ ኢለ እየ ማለት እዩ ካልእ ለቨረጅ ኣብ ዝሓለፈ ቪድዮ እኳ ሰሪሕልኩም ነር ቅድሚ ሰለስተ ኣርባዕተ ቪድዮታት ሰራሕኳ ማለት እዩ ብዛዕባ ለቨረጅ ተዛሪበ ነይረ ለቨረጅ ማለት ብሕፀት ዝበለ ብውሕድ ገንዘብ ጌርካስ ናይ ብዙሕ ንክትገዝእ ዕድል ዝህበካ እዩ እዚ ከዓ ብልቓሕ ማለት ንኣብነት ገዛ ክንገዝእ ተኮይና ናይ ሓሙሽተ ሚእቲ ሽሕ ዳውን ፔመንት ከድልየኒ ተን ዕስራ ፐርሰንት ልየን ገለን ማለት እዩ ተን ዕስራ ፐርሰንት ናይ ሓሙሽተ ሽሕ ናይ ሓሙሽተ ሚእቲ ሽሕ ዕስ ዕስራ ፐርሰንት ጥራይ እየን ዘለዋኒ ወይ ከዓ ቁፅሪ ክጥዕመልኩም ድሓን ናይ ሚእቲ ሽሕ ገዛ ክገዝእ ደልየ ነበሎ እተን ዕስራ ሽሕ ዳውን ፔይመንት ክኽፍለን ኣለኹ እተን ሰማንያ ሽሕ ይልቅሕን ኣለኹ ስለዚ ብዕስራ ፐርሰንት ብምግባር ለቨረጅ ኣርባዕተ ንሓደ ብምጥቃም ወይ ትወንቲ ፐርሰንት ማርጅን ብምጥቃም ገዛ ናይ ሚእቲ ሽሕ ንክገዝእ ዕድል ይህበኒ ኣሎ ስለዚ እዚ ከዓ ኤኩቲ ወይ ከዓ ንብረት ቢውልድ ንክገብር ወይ ከዓ ንክሃንፅ ዕድል ትህበኒ ኣላ ንዚኣ ነታ ፕሮፐርቲ ነታ ገዛ ናተይ ማለት እዩ ስለዚ ለቨረጅ ብምጥቃም ወይ ከዓ ዕዳ ብምጥቃም ነቲ ኢንተረስት ንብሎ ዘለና ማለት እዩ ናትካ ሃብቲ ከተዓብቶ ወይ ከዓ ከተዕብዮ ትኽእል ኢኻ ሶ ኣብዚ ለና ኣብነት ደሓን ንኣብነት ናይ ብዕስራ ሽሕ ጥራይ ዳውን ፔመንት ብምኽፋል ዓሰርተ ሚኢታዊት ንስኻ ዳውን ፔመንት ትኸፍል ኣለኻ ማለት ናይ ክልተ ሚእቲ ሽሕ ገዛ ክትውንን ትኽእል ኢኻ እቲ ኣሰት ንብሎ ዘለና ማለት እዩ ስለዚ እቲ ኣሰት ንስኻ ክንደይ ግዛ ኣለካ ክልተ ሚእቲ ሽሕ ክንደይኻ ከ ንስኻ ውፅኢካ ኣላ ዕስራ ሽሕ ጥራይ ኦፍኮርስ ኣሎት ናይ እታ ክሰትን ኣብ ዝሓለፉ ቪድዮታት ሪከርድ ዝገበርናያ ኣሎ ተወፃኢ ናይ ሜንቴናንስ ድዩ ናይ ገለዶ ናይ ገለዶ ኣሎ ኦፍኮርስ ወፃኢታት ሓፈሻዊ ግን ከም ዕስራ ሽሕ ብምኽፋል ናይ ክልተ ሚእቲ ሽሕ ገዛ ብምውናን ናትካ ሃብቲ ኢንክሪስ ክገብር ወይ ከዓ ንክዓቢ ዕድል ትህቦ ኣለኻ ማለት እዩ ሶ ብድሕሪኡ ኢንፍሌሽን ሄጂ ኢንፍሌሽን ማለት ሓደ ካብቲ ኢንቪዚብል ኤነሚ ኦፍ ማኒ ኢሎም ዝፅውዕዎ እዩ ወይ ከዓ ዘይረአ ፀላኢ ናይ ገንዘብ ማለት እዩ ሕጂ ኢንፍሌሽን ዝቕባበ እዩ ማለት ኣብ ዓመታውስ ነገራት እንዳኸበሩ ከብሩ ከለዉ ማለት እዩ ንኣብነት እንቋቑ ቅርሲ ዝነበረ ቅርሺ ንዕስራን ክኸውን ከሎ ዕስራ ፐርሰንት ወሲኹ ንብሎ ንኽእል ኢና። ገዛ ከዓ ከምኡ ሚእቲ ሽሕ ዝነበረ ሚእትን ዕስራን ሽሕ እንተኾይኑ ዕስራ ፐርሰንት ወሲኹ ኣሎ ንብሎ ማለት እዩ። ሚእቲ ሽሕ ዝነበረ ሚእትን ዕስራን ሽሕ እንተኾይኑ ዕስራ ፐርሰንት ወሲኹ ኣሎ። ሚልዮን ነይሩ ሚልዮን ክልተ ሚእቲ ሽሕ እንተኾይኑ ከዓ ከምኡ ዕስራ ፐርሰንት ወሲኹ ንብሎ ኢና። ብዓሰርተ ፐርሰንት ይወስኽ ብሓንቲ ፐርሰንት ይወስኽ እዚ ኢንፍሌሽን ንብሎ ኣለና ማለት እዩ። ስለዚ ገዛ ምግዛእ ከዓ ካብዚ ኢንፍሌሽን ዝቕባበ ዝበሃል ከድሕነና ይኽእል እዩ። ኣብ ባንኪ ገንዘብና ሚእቲ ሽሕ እንተቐሚጥናዮ ስቕ ኢሉ ኣብቲ ሚእቲ ሽሕ ጥራይ ወላ ሓንቲ ዘይትወልድ ተሃልያ ወይ ኣብ ሳንዱቕ ተቐሚጥናዮ ንኸስር ኢና ዘለና እታ ገንዘብ ዲቫልዩድ ትኸውን እያ ወይ ከዓ ክብሪ ናይታ ገንዘብ ንባዕላ ቁፅሪ ዘይኮነ ትቕነስ ክብሪ ናታ ግን እናተቐነሰ ትቕነስ እያ ኦፍኮርስ ኣባላት ናይዚ ቻነል ተኾንኩም ማለት ኣባላት ክብል ከለኹ ሳብስክራይበርስ ነዊሕ እንትኽኢልኩም ምሳና ኣይ ቲንክ ከምዚ መዓልታዊ ንጠቕሶ ዓይነት ኣርእስቲ ስለ ዝኾነ ርግፀኛ እየ ትፈልጥዎ ኢኹም ኢንፍሌሽን ከም ሓደስቲ ግን ኢንፍሌሽን ማለት በቃ ዝቕባበ ማለት እዩ ተዘዋዋሪ ማለት እዩ ስለዚ ሪል ስቴት ወይ ገዛ ዝብሎ ዘለኹ ካብቲ ኢንፍሌሽን ዝውስኸሉ ንላዕሊ ይውስኽ ማለት እዩ ብኸምኡ ኢኻ ኢንፍሌሽን ኢልና ንብሎ። ስለዚ ኢንፍሌሽን ክልተ ፐርሰንት እንተወሲኹ ወይ ክልተ ሚእታዊት እንተወሲኹ ንዓመት ኩል ነገራት ማለት እዩ ገዛኻ ከባቢ ሰለስተ ኣርባዕተ ሓሙሽተ ፐርሰንት ክውስኽ ተኽእሎታት ኣለዎ ማለት እዩ። ስለዚ ኸኣ መከላኸሊ ኢንፍሌሽን ክንጥቀመሉ ንኽእል ኢና ንገዛ ማለት እዩ። ሶ የ ኣብዚ ኣለኩም ኢንፍሌሽን ራይዝ እንተገይሩ ወይ እንተዓብዩ እስኻ እቲ ቀዳማይ ረንታል ኢንካም ወይ ናይ በቲ ገዛ ክራይ ጥራይ ኣታዊ ኣለካ። ተወሳኺ ኸኣ እቲ ቫልዩ ወይ ክብሪ ናይቲ ገዛ ኸኣ ይውስኽ ኣሎ። ስለዚ ነቲ ናትካ ወፍሪ ነቲ ናትካ ኢንቨስትመንት ይከላኸለልካ ኣሎ ብኢንፍሌሽን ንኸይብላዕ ማለት እዩ። ሶ ያ እዚ ገለ ካብቲ ኣገዳሲ ዝኾነ ጥቕምታት ናይ ሪል ስቴት ወይ ናይ ገዛ እዩ። ኦፍ ኮርስ ብዙሕ ተወሳኺ ጥቕምታት ከተምጽኡ ትኽእሉ ኢኹም። ብናትኩም ብውልቂ ዝጠቕመኩም ነገራት ኣብቲ ናይ ኮመንት ሴክሽን ክትጽሕፉ ትኽእሉ ኢኹም ሓሳባትኩም ንምሃብ። እንተዘይኮይኑ ግን ዝተፈላለየ ሰብ ዝተፈላለየ ጥቕምታት ክህቦ እዩ ናይ ግድን። እዚኤን ግን እተን ቀንዲ ኣገደስቲ ንኹልና ሓፈሻዊ ዝጠቕማና ጥቕምታት ዝበልኩወን እየን ማለት እዩ። ኦኬ ሶ ሪል ስቴት ከምዚ ጥቕምታት እንተሃልይዎ ከም ናይ ሪል ስቴት ክጠቕመና ዝኽእል ካብኡ ዝጎደለ ውፅኢት ክኸውን ይኽእል እዩ ካብኡ ዝዓበየ ክኸውን ይኽእል እዩ ካብኡ ዝዓበየ ሪስክ ዘለዎ ክኸውን ይኽእል እዩ ዝተሓተ ሪስክ ክኸውን ዘለዎ ይኽእል እዩ ብውሕድ ገንዘብ ጌርካ ክትጀምሮ ትኽእል ክኸውን ይኽእል እዩ ብብዙሕ ጌርካ ክትጀምሮ ትኽእል ትኽእል እንታይ ዓይነት ምርጫታት ኣለና ዝብል ሕቶ ኣለና ኣብዚ ንምልሶ ማለት እዩ ሕጂ ኢንቨስትመንት ክንብል ከለና ወፍሪ እዩ ዝዓበየ ወፍሪ ኣብ ነብስኻ ምውፋር እዩ ስለዚ ንመሃር ኣለና ኣብዚ እቲ ዝዓበየ ንሱ እዩ ማለት እዩ ፍልግታታቱ ከለካ ዝበለጸ እዩ ኦኬ ብዓይኒ ገንዘብ ክንሪኦ ከለና ከ ኣዋፊርናስ ኣየናይ እዩ ብዙሕ ገንዘብ ከምጻልና ዝኽእል እቲ ምርጫታት ንምፍላጥ እዩ ቀዳማይ ስቶክ ኣለና ስቶክ ከዓ ውልቃዊ ትካል ብር ክትኣቱ ከለካ ማለት እዩ ናትካ ቢዝነስ ትኸፍት ዘይኮነ ምስተን ዝኸፈታስ ብር ክትኣቱ ኣለካ ምስዚም ፓብሊክሊ ዝኾና ወይ ከዓ ዓለም ለኻዊ ዝኾና በዓል ኣፕል ተስላ ኤንቪድያ ዝኣመሰላ ማለት እዩ ካልኣይ ቦንድ ኣለና ቦንድ ማለት ከዓ ንመንግስቲ ወይ ንዓበይቲ ትካላት ስኻ ገንዘብ ተለቅሕን እሞ ኢንተረስት ወይ ከዓ ወለድ ይኸፍላኻ ንሰን ኣርባዕተ ፐርሰንት ሓሙሽተ ፐርሰንት ኣሎ ብዘ ግዜ እዚ ሕማቅ ኣይኮነን ፅቡቅ እዩ ኣርባዕተ ሓሙሽተ ፐርሰንት ክትክፈል ከለካ ማለት እዩ ካልእ ሚቹዋል ፋንድስ ኤንድ ኢቲኤፍ ዝበሃል ኣሎ ማለት ሚቹዋል ፋንድ ወይ ኢንደክስ ፋንድ ኢልና ንፅውዖ ክኸውን ይኽእል ወይ ኤክስቼንጅ ትሬድ ፋንድ እዚ ከዓ እኩባት ትካላት ንኣብነት ተስላ ኣፕል ማይክሮሶፍት ሰለስቲአን ጌረን ብሓንቲ ጠቕሊሎም ክነዋፍረለን ከለና ኢቲኤፍ ኢልና ንፅውዖ ኣለና እዚ ማለት እዩ ካልእ ክሪፕቶ ካረንሲ ኣለና ከም በዓል ኢተረም ከም በዓል ቢትኮይን ሶላና ዝኣመሰላ ዝተፈላለያ ልዕሊ 1 ሺ ዝኾና ክሪፕቶ ካረንሲ ኣለዋ ነናተን ሪስክን ነናተን ሪዋርድን ዘለዋ ማለት እዩ ቢትኮይን ከኣ ሓደ ካብቲ ዝዓበየ ክሪፕቶ ካረንሲ ምዃኑ ንፈልጦ ኢና። ኦፍ ኮርስ መታልስ ከኣ ኣለና። እዚኦም በዓል ወርቂ በዓል ሲልቨር ንብሎም ንባዕሎም ሓደ ካብቲ ቀንዲ መከላኸሊ ኢንፍሌሽን ንብሎ ዘለና ገዛ ምሽ መከላኸሊ ኢንፍሌሽን እዩ ወርቂ ከዓ ካብኡ ዝበለፀ መከላኸሊ ኢንፍሌሽን ኢሎም ዝፅውዕዎ እዮም ማለት እዩ። ሓንእሽተይ መግለፂ ክበኩም ናቱ ስቶክ ክንብል ከለኻ ዋንነት ናይ ዓበይቲ ትካላት ክትሕዝ ከለኻ ማለት እዩ። እዚ እንታይ እዩ ዝህበካ? ሃይ ሊኩዲቲ ይህበካ ወይ ከኣ ኣብ ሓጺር ግዜ ገንዘብካ ሸጥካ ከተውጽኦ ትኽእል ኢኻ። ተስላ ተገዚኤ ሎሚ ጽባሕ ክሸጦ ክእል እየ እቲ ገንዘብ ከውጽኤ። ገዛ ተገዚኤ ግን ኢማጂን ክንደይ ክትወስደለይ ኣላ ንኽሸጣ ማለት እዩ። ንገዛ ከጸልም ወይ ከነኣእስ ኢለ ዘይኮንኩ እቲ ዘሎ እዩ። ገዛ ንኽትሸጦ ሓሙሽተ ወርሒ ሽዱሽተ ወርሒ ከድልየካ ይኽእል እዩ፣ ሰለስተ ወርሒ ማለት እዩ። ስለዚ። ፖተንሻል ከኣ ካብ ዝዓበየ ውጽኢት ከኣ ኣለዎ ምክንያቱ ከም በዓል ኤስኤምፒ ፋይፍ ሃንድረድ ክንሪኦ ዓሰርተ ፐርሰንት ኣቨረጅ የምጽኣልና ወይ ኢንፍሌሽናዊ ውጽኢት ኣብ ከባቢ ሸውዓተ ፐርሰንት የውጽኣልና ኣሎ ኢልናዮ ኣብ በዓል ኤንቪድያ እንተዋፊርካ ግን ኣብ በዓል ኤንቪድያ ኣብ ውሽጢ ዓመት ጥራይ ዳብል ምኾነ ስለዚ ሚእቲ ሽሕ ዝሓለፈ ዓመት እንተዝህልወካ ነይሩ እንተዝፈልጥ ነይሩ ከምኣ ምዃና እንተዝፈልጥ ማለት እዩ ኣብ ኤንቪድያ ዶ ተዋፍራ ሓንቲ ትካል ማለት እያ በዓል ማይክሮሶፍት መታ ወላ ፌስቡክ በልዎ ድሓን ወላስ ገዛ ክትገዛ ተትብሉኒ ዋ ኣብ በዓል ፌስቡክ ተዘዋፍራ ዳብል ምኾነት፣ ሚእቲ ሽሕ ክልተ ሚእቲ ሽሕ ምኾነት፣ ኣብ ገዛ ግን ሚእትን ዓሰርተ ሽሕ ከም ናይ ምኾነትለይ ኔራ ብፍላይ ኣብ ኢንግላንድ ተመሊሱ እኳ ደኣ ከባቢ ቴስዓን ገለን ሽሕ ምኾነትለይ ኔራ ምኽንያቱ ዋጋ ናይ ገዛ ጎዲሉ ስለ ዘሎ ኣብዚ ዓመት ክንሪኦ ከለና ናይ ኢንግላንድ ማለት እዩ ኣብ ካልእ ዓድታት ከኣ ከምኡ እዩ ኢንትረስት ሬት ልዑል ስለ ዘሎ ሶ እንታይ ንምባል ኢለ ንስቶክስ ከዕቢ ወይ ገለ ዘይኮነ እቲ ምርጫታትካ ምፍላጥ ማለት እዩ ወላ ብዙሕ ገንዘብ ዘይብልካ ትኮይኑ ኣብ ስቶክ ብምውፋር ደሓን ዝኾነ ውፅኢት ዓቢ ሪስክን ዓቢ ሪዋርድን ከተምፃሉ ትኽእል ኢኻ ማለት እዩ ካልእ ቦንድ ኢለኩም ጸኒሐ ቦንድ ከዓ ንመንግስቲ ተለቅሖ ኮይኑ ስቴብል እዩ ከምቲ ኢንትረስት ሬት ምሽ ባንክ ንኸፍሎም ንሕና ኣብዚ ከዓ ንሕና ነለቅሕ እሞ ንወሃቦ ገንዘብ ቦንድ ሲልና ንፅውዖ ከም ኢንተረስት ፔይመንት ትኽፈሎ ግን ትሑት እዩ ውፅኢቱ ንኣብነት ሽሕ እንተዋፊርካ ዝሓለፈ ዓመት ማለት እዩ ሓሙሽተ ፐርሰንት ጥራይ ዝህቡካ እንተኮይኖም ዝቦንድ ኤኒወይ ዝዓብየ ሓሙሽተ ፐርሰንት ብዙሕ እዩ ሪስክ ግን የብሉን ስለዚ ዓመታዊ ከባቢ ሓምሳ ዶላር ክትወሃብ ትኽእል ኢኻ ካልእ ምቹዋል ፋንድ ኢለኩም ጸኒሐ ከም በዓል ኤስኤምፒ 500 ባይ ዘ ወይ ኣብቲ ናይ ኮመንት ሴክሽን ኣብ ዲስክሪፕሽን ክገድፈልኩም እየ ብዛዕባ ኢቲኤፍ እቲ ዝበለጸ ኢቲኤፍ ኢለ ቪድዮ ሪከርድ ዝገበርኩዎን ስለ ዘለዋ እዚ ከዓ እንታይ ሂበካ እኩባት እየን ኢለኩም ጸኒሐ ንኣብነት ዓሰርተ ክሳብ ዕስራ ትካላት ዝኾና ወይ ሓሙሽተ ሚእቲ ዓበይቲ ትካላት ተዋፊርካለን ተዛኒቑ እዩ ተሓንቲ ተጠፍእ ተሓንቲ ላትካ ተሓንቲ ተኸደት ተሓንቲ ተሓንቲ ሚእቲ ፐርሰንት ተወሲኻ ተሓንቲ ሓሙሽተ ፐርሰንት ተጎዲላ ስቲል ደሓን ዝኾነ ውፅኢት ከምፃልካ ክእል እዩ እዚ ከዓ ብፕሮፌሽናል ወይ ከዓ በትዮም ክኢላታት ማነጅ ዝግበር ወይ ከዓ ዝምራሕ ስለ ዝኾነ እዩ ማለት እዩ የመሓድርዎ ስለ ዝኾኑ ካልእ ክሪፕቶ ካረንሲ ኣለና እዚ ከዓ ዲጂታል ካረንሲ ኢልና ንፅውዖ ከም በዓል ዲጂታል ባጤራ ዲጂታላዊ ባጤራ ማለት እዩ እዚ ከዓ እንታይ እዩ ኤክስትሪምሊ ሪስኪ እዩ ግን ሪዋርድን እዩ ስለዚ ኣብ ዝሓለፈ ዓሰርተ ዓመት ዝበለፀ ወፍሪ እንታይ ነይሩ ተትብሉኒ ኣብ ኤንቪድያን ኣብ በዓል ቢትኮይንን ምኾነ ነይሩ እቲ ሓቂ እዚ ማለት እዩ ቅድሚ ዓሰርተ ዓመት ዝጀመርካዮ ወፍሪ ክሳብ ሕጂ ሕጂ ዘዋፈርካያ ፅባሕ ከ ከምኡ ሪቴልኩምኒ ኣይ ሃቭ ኖ ኣይድያ ግን እቲ ኣማራፂታትካ ምፍላጥ ማለት ወይ ዳይቨርሲፋይ ምግባር ስለዚ ልዑል ዝኾነ ሪተርን ወይ ከዓ ውፅኢት ክህበካ ክእል እዩ እንተኾነ ግን ንእሽተይ ተኮንካ በቃ ብላዕሊ እዩ ቀልጢፉ እዩ ላዕልን ታሕትን ዝብል ማለት እዩ ሰ ኤግዛምፕል ኣለኩም ኣብዚ ድሓን ሽሕ እንተ ተዋፍራ ነርካስ ቀልጢፋ 1 ሽሕ ክትከውን ትኽእል እያ ቀልጢፋ ከዓ ናብ 50 ቅርሺ ክትወርድ ትኽእል እያ ወይ ናብ 500 ክትወርድ ትኽእል እያ እዚ ሕጂ እቲ ቮላታይል ዝብሎ ኣለኹ ላዕልን ታሕትን ዘብሎም ማለት እዩ ካልእ ፕሬሴስ መታልስ ኣለና ኣብዚ እዚኦም ከዓ ሴሪ ሄቨን ኢልና ንፅውዖም ስፔሲፊክሊ ጎልድ ወይ ከዓ ብውልቃዊ ጎልድ ኢና ቀንዲ ኣብዚ እንጥቀመሉ ኢኮኖሚ ወይ ቁጠባ ሕማቅ ኣብ ዝኾነሉ ግዜ እቲ ዝበለፀ ውፅኢት ዘምፅኣሉ መታል ወርቂ እዩ ማለት እዩ ስለዚ ኣንፃር ባእሲ ወይ ኩናት ክኸውን ከሎ ወይ ሪሴሽን ገለ ከጋጥም ከሎ ብሓፈሻ ቁጠባ ናይ ዓለም ወይ ናይ ሓንቲ ሃገር ክዝሕትል ከሎ ወይ ሕማቅ ኩነታት ክኸውን ከሎ ሓደ ካብቲ ዝበለፀ ውፅኢት ዝመፅኣሉ እዚ መታል ወይ ከዓ ፕሪሴስ መታልስ ኢልና ንፅውዖ ማለት እዩ ሶ ኮምፔር ክንገብር ከለና ወይ ከነወዳድር ከለና ሪል ስቴት ካብዚ ይበልፅ ወይ እዚ ካብዚ ይበልፅ ዘይኮነ ናትካ ሪስክ ቶለራንስ ወይ ናይ ሪስክ ዘለካ ተፃዋርነት ናትካ ማዕረ ከመይ ክትዛንቕ ደሊኻ ማዕረ ከመይ ዕድመ ኣለካ ማዕረ ክንደይ ቆልዑ ሉክ ኣፍተር ዝግበሩ ወይ ከዓ ዝእለዩ ኣለውኻ ኣብ ብዙሕ ነገራት እዩ ዝምርኮስ ብሓፈሻ ግን ሓፈሻዊ ስእሊ ክንሪኦ ከለና ኣብ ኢንዲቪድዋል ወይ ውልቃዊ ስቶክ ክትመርጽ ከለኻ ዝዓበየ ሪስክን ኣብ በዓል ተስላ ገለኽል ከለኹ ዝዓበየ ውፅኢትን ክህልዎ ተኽእሎታት ኣለዎ ኣብ ተዛዋዋሪ ኣብ ሪል ስቴት እንተኮይኑ ከዓ ካብኡ ትሕት ዝበለ ሪስክ ግን ከዓ ካብኡ ትሕት ዝበለ ውፅኢት ከምፃልካ ትፅቢት ትግበርሉ ሪተርን ክንሪኦ ከለና ማለት እዩ ኣብ ኢንደክስ ፋንድ ዝበልኮ እዚ ካብ በዓል ኤስምፒ ድዩ ኣብ በዓል ናይዚ ዓዲ ኣለዋና ንኣብነት ፉትሲ 100 ዝበሃላ ክኸውን ይኽእል እዩ ወይ ናይ ጀርመኒ ዳክሳል ብዘየገድስ ትሑት ዝኾነ ሪስክ ውፅኢት ናቱ ከዓ ከባቢ ሓሙሽተ ክሳብ ዓሰርተ ፐርሰንት ክኸውን ይኽእል እዩ ቦንድ ከዓ ኣለና ቦንድ ከዓ ንመንግስቲ ተለቅሖ ስለ ዘለካ ሪስክ ትሑት እዩ ብኡ ተመጣጣኒ ከዓ እቲ ውፅኢታዊ ከዓ ሰለስተ ፐርሰንት ክሳብ ሓሙሽተ ፐርሰንት ክህቡካ ይኽእሉ እዮም ሶ እንታይ ንምባል ኢለ እዚ ካብዚ ተዋፍረሉ ኢሉ ውሳነ ወይ ከዓ ንዓኻ ኣይኮነን ዝወሰልካ ዘሎ እንታይ ዳ ፐርስፔክቲቭ ወይ ከዓ ኣተሓሳስባ እቲ ምርጫታትካ ፈሊጥካ ንስኻ ትመርፅ ርግጸኛ ዓሰርተ ሰባት እንታይ ኤኒወይ ኣብቲ ናይ ኮመንት ሴክሽን ክትጽሕፍዎ ትኽእሉ ኢኹም ኣብ ምንታይ ወፍሪ ትፈትዉ ወይ ኣብ ምንታይ ዋፊርኩም ኣለኹም እዚ ምርጫታት ርእይና ኣለና ኦኬ ኩልኹም ፕሊስ ፕሊስ ኣበጊ ኩልኹም ማለት እዩ ነዚኣ ቪድዮ ክሳብ ኣብዚኣ ዝረኣኹማ ኣብ ምንታይ ዋፊርኩም ኣለኹ ካብዚኤን ካብዚኣ ቦንድስ ድዩ ኢንዲቪጁዋል ስቶክ ወይ ውልቃዊ ስቶክ ማለት እዩ ኢንደክስ ፋንድ ድዩ ኣብ ሪል ስቴት እዩ እቲ ዝበለፀ ከ ኣየና ኢልኩም ተኣምንሉ ኣብቲ ናይ ኮመንት ሴክሽን ተጽሕፎ ንኩሉ ሓጋዚ ክኮን ይክእል ይኮና ነቲ ነንብብ ማለት እዩ so ኮንክሉዥን ናይ መወዳእታ ክበኩም ሪል ስቴት ክንብል ከለና እቲ ስታቢሊቲ ዝበልናዮ ኣፕሪሺዬሽን ወይ ይዓቢ እዩ እቲ ካሽ ፍሎው ሂበካ እዩ ናይ ታክስ ወይ ቀረጽ ከተጉድለሉ ትኽእል ኣሎ እቲ ዝዓበየ ናቱ ለቨረጅ ወይ ከዓ ልቓሕ ተጠቂምካ ተዋፍረሉ ትኽእል ኢኻ ኣንጻር ኢንፍሌሽን ወይ ካብ ኢንፍሌሽን ከዓ ክከላኸለልካ እዩ በዚ ምክንያታት ሓደ ካብቲ ዝበለጸ ፋይናንሳዊ ውሳነታት ክትውስኖ ትኽእል ይገብሮ ግን ናትካ ሪስክ ቶለራንስ ብምርኣይ ዳይቨርሲፋይ ምግባርካ ኣዝዩ ኣገዳሲ እዩ ምዝናቕ ማለት እዩ ሪል ስቴት ጥራይ ካብ ትኸይድ ስቶክ ክበቲ በትኻ ሪል ስቴት ክትገብር ተመራፂ ኮይኑ ይስምዓኒ ናተይ ናተይ ሓሳባት እዩ ምኽሪ ይኮን ናብዚ ቪድዮ ዝገብሮ ኩሉ ግዜ መሪቻታትና ፈሊጥና ምስ ካልእ ሰባት ሸር እንተጌርና ይሓጋ ዝኸውን እዩ ኦፍኮርስ እታ ዝሓለፈ ብዛዕባ ሪፋይናንስ ቪድዮ ዘይረእኹማ ትኾንኩም ኣብዚ ክገድፈልኩም እየ ተኸታተልዋ እሞ ሰናይ ምክትታል